ናብ ዝርዝራት ዜና ክንኣቱ ኢና ካብ 13 ክሳብ 24 ኣርባዕተን ሕዳር ኣብ መላእ ዞባ ጋሽ ባርካ ዝተኻየደ ቀዳማይ ወፍሪ ክታበት ፀረ ሕማም ፖሊዮ ዕውት ምንባሩ ኣብ ዝተኻየደ ገምጋማዊ ኣኼባ ተገሊፁ። ወኪል ኤረና ኣብቲ ዞባ ቀዳዊ ተወልደ ተኸታቲሉ ዘዳለዎ ፀብፃብ ፍሮይን ፍፁም ከተቕርቦ እያ። ፕረዚደንት ኢትዮጵያ ዶክተር ኣቢይ ኣሕመድ ምስ ፕረዚደንት ኬንያ ዊልያም ሩቶ ኣብ ዶሃ ዛላንበሳ ተራኺቦም። ካብ ዓሰርተ ሰለስተ ክሳብ ዓሰርተ ትሽዓተ ሕዳር ኣብ ንኡሳን ዞባታት ላዕላይ ጋሽ፣ ሞልቂ፣ ሻምብቆ፣ ሞጎሎን መንሱራን፣ ካብ ዕስራ ክሳብ ዕስራን ኣርባዕተን ሕዳር ድማ ኣብተን ካልኦት ንኡሳን ዞባታት ጋሽ ባርካ ዝተኻየደ ወፍሪ ክታበት ጸረ-ሕማም ፖልዮ ዕዉት ምንባሩ ነቲ መደብ ንምግምጋም ኣብ ዝተገብረ ርክብ ተገሊጹ። ኣብ ጨንፈር ሚኒስትሪ ጥዕና ዞባ ጋሽ ባርካ ሓላፊ ኣሃዱ መሰረታዊ ክንክን ጥዕና ኣቶ ብርሃነ ብርሃ ኣብ ዘቕረቦ ጸብጻብ፣ ኣብቲ መደብ ካብ ጠቕላላ ኣስታት ሚእትን ዓሰርተ ሽዱሽተን ሽሕ ትሕቲ ሓሙሽተ ዓመት ዝዕድሚኦም ህጻናት እቶም ቴስዓን ሓሙሽተን ሚእታዊት ንምኽታብ ብዝወጸ መደብ መሰረት ሓሙሽተ ሚእትን ትሽዓተን ነቑጣታትን ኣርባዕተ ሚእትን ሰማንያን ክኢላታትን ከምእተዋፈሩ ብምጥቃስ ሳላ ልዑል ምትሕብባር ምምሕዳራትን ወለድን ከምኡ'ውን ተወፋይነት ኣብቲ መደብ ዝተዋፈሩ ክኢላታትን ልዕሊ ሚእትን ዓሰርተ ክልተን ሽሕ ህጻናት ከም እተኸትቡ፣ እዚ ድማ ተስዓን ትሽዓተን ነጥቢ ሓሙሽተ ሚእታዊት ምዃኑ ነጺሩ። ኣቶ ብርሃነ ኣስዒቡ፣ ኣብ ካልኣይ ዙርያ ወፍሪ ክታበት ጸረ-ሕማም ፖልዮ፣ ምዕዳል ቫይታሚን ኤን መርመራ ኣዮዲን ዝተሓወሶ ጨው ኣብ ኣብያተ ትምህርትን ክካየድ ምዃኑ ሓቢሩ። ኣማሓዳሪ ዞባ ጋሽ ባርካ ኣቶ መሓመድ ሓምድ ብወገኑ፣ ኣብ ቀዳማይ ዙርያ ዝተመዝገበ ዓወት ውጽኢት ናይቲ ኣቐዲሙ ብማዕከናት ዜናን ምምሕዳራትን ዝተመሓላለፈ ሓበሬታታትን መምርሒታትን ከምኡውን ሓያል ጻዕሪ ክኢላታትን ኣበርክቶ ሕብረተሰብን ምዃኑ ብምምልካት፣ ኣብ ካልኣይ ዙርያ ክታበት ተመሳሳልን ልዕሊኡን ውጽኢት ንምምዝጋብ ምውህሃዝ ሰብ ሞያ ጥዕና፣ ምምሕዳራትን ህዝብን ክሕይል ኣዘኻኺሮም።
መብዝሕቶም ዝረኣዩ ስንክልናታት ግዜያዊ ምጉንዳብ እንተዘይኮይኑ ንሓዋሩ ካብ ንጡፍ ስራሕ ከምዘይዓግቱ ኣብ ዝተፈላለየ ዓውደ ንጥፈታት ዝተዋፈሩ ኣባላት ሃገራዊ ማሕበር ሓርበኛታት ስንኩላን ኩናት ብግብሪ ዝምስክርዎ እዩ። እቶም ሓርበኛታት ድሌትን ተበግሶን እንተሎ ኣካላዊ ስንክልና ርእስኻ ካብ ምኽኣል ከምዘይዕንቅፍ ህያው ኣብነት እዮም። ወኪል ኤረና ዞባ ሰሜናዊ ቀይሕ ባሕሪ ኢብራሂም ዑመር ንንጥፈታት ኣብ ከተማ ባጽዕ ዝርከቡ ስንኩላን ኣመልኪቱ ንዘዳለዎ ጸብጻብ ዳንኤል ገብሩ። ሕማም ተበግሶ እንተሎ ኣካላዊ ስንክልና ርእስኻ ካብ ምኽኣል ከምዘይዕንቅፍ ኣብ ከተማ ባጽዕ ብዝተፈላለየ ንጥፈታት ህይወቶም ዝመርሑ ዘለዉ ስንኩላን ገሊጾም። ንሳቶም ንኤሪና ኣብ ዝሃብዎ ሓበሬታ፣ ስንኩላን ነብሶም ክኢሎም ካብ ጽግዕተኛነት ንኽገላገሉ መንግስቲ ንዘካይዶ ዘሎ ምትብባዕን ደገፍን ብምምስጋን ውልቃዊ ጻዕሪ ወሲኾም ኣብ ስርሖም ዕዉታት እናኾኑ ይመጹ ከምዘለዉ ኣብሪሆም። ቤት ሕብስቲ ከፊቶም ዝነጥፉ ዘለዉ ኣቶ ኣሕመድ ዓልን ኣቶ ሰሎሙን ተክለሃይማኖትን ነቲ ስራሕ ቅድሚ ሸውዓተ ኣዋርሕ ከምዝጀመርዎ ኣብ ዕዳጋ ተወዳደርቲ ኮይኖም ንክወፁ ድማ ሓያል ፃዕሪ የካይዱ ምህላዎም ብምብራህ ብርትዓዊ ዋጋ ጠለባት ዓማዊሎም ምምላእ ቀዳማይ ዕላምኦም ከምዝኾነ ኣረዲኦም። ካብ ንሕዞ ድሮ ሸውዓተ ወርሒ ኢና ገይርና ዘለና፣ ኣብዚ ውሽጢ ሸውዓተ ወርሒ ግን ደሓን ዝኾነ ውፅኢትን ኣንፈትን ርኢናሉ። እዚ ከኣ እቲ ቀንዲ ናህና ጻዕርን ምትሕብባርን ምትባዕን ናይ ማሕበርን ኣብዚ ኣንፈትዚ ክንሕዝ ብዙሕ ጻዕርታት ኣካይድና ኢና። ምስጢር ዓወቶም ድምር ውጽኢት ዕቱብ ጻዕሮምን ምትብባዕ ማሕበርን መንግስትን ከም ዝኾነ ዝሓበሩ ኣቶ ተኽሉ መብራህቱን ኣቶ ተስፋንኪኤል ኣማንኤልን ብወገኖም ቅድሚ ሕጂ ኣብ ዕዮ ሕብስቲ እኳ እንተ ዘይነጠፉ ብዘለዎም ልዑል ድሌትን ተበግሶን ግን ፍርያቶም ንምዕባይ ምስ ዝተፈላለያ ትካላትን ውልቀ ሰባትን ዝምድናታቶም የሐይሉ ከም ዘለዉ ኣነጺሮም። እቲ ድልየት ኣሎ፣ እቲ ወኒ ኣሎ፣ እቲ ሓድነት ኣብቲ መንጎ ኣባላት ኣሎ። እዚ ኩሉ ጠርኒፉ ግን ቁሩብ ሓገዝ ክፍለየና የብሉን እየ ዝብል ኣነ። ሓላፊ ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ጨንፈር ዞባ ሰሜናዊ ቀይሕ ባሕሪ ኣቶ መሓመድ ስዒድ ሸንገብ፣ ስንኩላን ኣብቲ ዞባ ንዘካይድዎ ዘለዉ ንጥፈታት ኣመልኪቱ ኣብ ዝሃቦ ሓበሬታ፣ ኣብቲ ዞባ ኣብ ሕርሻ፣ ጥሪት፣ ዕዮ ሕብስትን ካልእን ዝነጥፉ ኣስታት ሸሞንተ ሚእቲ ኣብ ማሕበር ዝተጠርነፉ ስንኩላን ከምዘለዉ ብምግላጽ፣ ኣብ ዕዮ ሑበስቲ ዝነጥፉ ዘለዉ ስንኩላን ምስ ዘለዎም ድሌትን ኣብ ሓጺር እዋን ኣተባባዒ ውጽኢት የምጽኡ ከም ዘለዉ ጠቒሱ፣ ምስ ዘለዎም ሓያል ናይ ምዕያይ ተበግሶ ኩሉ መዳያዊ ምድግጋፍ መንግስትን ውልቀ ሰባትን ከይፍለዮም ኣዘኻኺሩ።
ከም ኣካል ናይ'ቲ ኣብ መላእ ሃገር ብውህደት ህዝብን ህዝባዊ ሰራዊትን ዝካየድ ዘሎ ማይን ሓመድን ናይ ምዕቃብ ማእቶታዊ ንጥፈታት፣ ነበርቲ ንኡስ ዞባ ዓዲ-ቐይሕ ብጉጅለታት ተወዲቦም ማእቶታዊ ንጥፈታት የሰላስሉ ኣለዉ። ንጸብጻብ ወኪል ኤሪና ኣብቲ ንኡስ ዞባ ሚልዮን ኣፈወርቂ፣ ሻም ተወልደ።
ነበርቲ ዝተፈላለያ ምምሕዳራት ከባቢ ንኡስ ዞባ ዓዲ-ቐይሕ፣ ብጉጅለታት ማእቶት ተወዲቦም ኣድማዒ ማእቶታዊ ንጥፈታት የሰላስሉ ከምዘለው፣ ኣብ ንኡስ ዞባ ዓዲ-ቐይሕ ሓላፊ ምክትታል ፕሮጀክትታት ኣቶ እድሪስ ሓሰን ሓቢሩ። እቲ ንልዕሊ ክልተ ኣዋርሕ መዓልታዊ ዝካየድ ዘሎ ወፈራ፣ ምጽጋን ጽርግያ፣ ጽሬት ከተማን ኣከባብን፣ ከምኡ'ውን ምዕቃብ ማይን ሓመድን ከምዘጠቓልል ዝጠቐሰ ኣቶ እድሪስ፣ ንዝተራእየ ዕዙዝ ሱታፌ ኣመስጊኑ። ካብ ተሳተፍቲ ወይዘሮ ርግበ ኪዳነ፣ ብውሕጅ ተባሕጒጉ ዝነበረ ጎደናታት ከተማ ዓዲቐይሕ በቲ ወፈራ ብምጽጋኑ ንምንቅስቓስ ሰብን ተሽከርከርትን ጥጡሕ ኮይኑ ከምዘሎ ኣብሪሃ። ወይዘሮ ሳዕዳ ሱሌማንን ወይዘሮ በለጸት ብራኽን ብወገነን፣ ውጽኢት ናይቲ ብጉጅለታት ተወዲቡ ዝሰላሰል ዘሎ መእተታዊ ንጥፈታት ብግብሪ ከምዝረኣይኦ ጠቒሰን፣ ከምዚ ዝኣመሰለ ስራሕ ብዝበለጸ ውዳቤ ክቕጽል ተላብየን። ኣብ ምብራቓዊ ኣጻድፍ ኣብ መስመር ቆሓይቶ-ፎሮ እውን ማእቶታዊ ወፈራታት ይካየድ ከምዘሎ ዝገለጸ ኣማሓዳሪ ንኡስ ዞባ ዓዲ-ቐይሕ ኣቶ ብርሃነ እያሱ፣ ኣብ ከተማ ዝዕመም ዘሎ ንጥፈታት ኣብ ጽሬት ከተማን ምውሓስ ጥዕና ሕብረተሰብን ዓቢ ለውጢ ኣምጺኡ ከምዘሎ ኣረዲኡ። ኣብዚ ወፍሪ ንዝረኣ ዘሎ ተሳትፎ ህዝቢ ብሓፈሻ ናይ ደቂ ኣንስትዮ ድማ ብቐንዱ ዝነኣድ ምዃኑ ብምሕባር ድማ ነዚ መደብ ንምዕዋት ምምሕዳር ንኡስ ዞባ ብምትሕብባር ከምዝቕጽሎ ኣረጋጊጹ። ኣብዚ ወፍሪ ንዝረኣ ዘሎ ተሳትፎ ህዝቢ ብሓፈሻ ናይ ደቂ ኣንስትዮ ድማ ብቐንዱ ዝነኣድ ምዃኑ ብምሕባር ድማ ነዚ መደብ ንምዕዋት ምምሕዳር ንኡስ ዞባ ምትሕብባሩ ከም ዝቕጽሎ ኣረጋጊጹ። ኣቶ ብርሃነ ወሲኹ፣ ዝተበላሸወ ጎደናታትን መብራህትን ምጽጋን፣ ኣብ ዘይብሉ ምዝርጋሕ፣ ከምኡ'ውን ጸገማት ዝስተ ማይ ምፍታሕ ኣብ ዝመጽእ ዓመት ክትግበር መደብ ከም ዘሎ ጠቒሱ፣ ህዝቢ ውሕሉል ኣጠቓቕማ ማይ ከዘውትር ተላብዩ።
ደቂ ኣንስትዮ ዞባ ዓንሰባ ኣፍልጥኦንን ብቕዓተንን ናብ ኩሉ ማዕርነታዊ መሰላት ክብ ንምባል ክካየድ ዝጸንሐ ጻዕሪ እወታዊ ውጽኢት ይርከቦ ከምዘሎ ንመምህራንን ዳይረክተራትን ኣብያተ ትምህርቲ ከረን ኣብ ዝተዋህበ ኣስተምህሮ ተገሊጹ። ነቲ ኣስተምህሮ ዝሃበት ኣብ ሃማደኤ ጨንፈር ዞባ ዓንሰባ ሓላፊት ምምሕዳርን ፋይናንስን ወይዘሮ ይሕደጋ ዮውሃንስ ኣብ በበይኑ እዋን ጎዳእቲ ልምድታት ንምውጋድን ማዕርነት ጓል ኣንስተይቲ ንምርግጋጽን ክካየድ ዝጸንሐ ጎስጓሳትን ስልጠናታትን ዘተባብዕ ፍረ ይርከቦ ከምዘሎ እዚ ድማ ሓደ ካብቶም ዓበይቲ ዕላማታት ማሕበር ምዃኑ ብምግላጽ፣ ደቂ ኣንስትዮ ኣብ ጉዳይ ሕጋዊ መሰላተን ኣፍልጦኣን ክዓቢ ምእንቲ፣ ተሳትፎ ኩሉ ዜጋ ክብርኽ ኣዘኻኺራ። መሰላትን ማዕርነትን ጓል ኣንስተይቲ ንምርግጋጽ ብዝተኻየደ ጻዕሪ፣ ኣብ ዝሓለፈ ናይ ናጽነት ዓመታት ዓበይቲ ዓወታት ተጨቢጦም ከምዘለዉ ዝሓበረት ወይዘሮ ሒደጋ፣ ንወለዶታት ዘገልግል ድልዱል መሰረት ተነጺፉ ከምዘሎ ኣረዲኣ። ንቕሓትን ተራን ደቂ ኣንስትዮ ንምብራኽን መሰላተን ንምሕላውን ልዑል ፃዕሪ ይካየድ ከምዘሎ ዝሓበረት ሓላፊት ሃማደኤ ዞባ ዓንሰባ ወይዘሮ ዓሻ ዓሊኖር፣ ተራ መምህራን ኣብ ምብራኽ ንቕሓት ደቂ ኣንስትዮ ኣገዳሲ ስለዝኾነ ኣበርክቶኦም ከሐይሉ ኣዘኻኺራ። ኣብ ንኡስ ዞባ መጎሎ ተሳታፍነት ደቂ ተምሃሮ ኣብ መኣዲ ትምህርቲ ንምዕባይ ዕቱብ ኣተሓሕዛ ኣመሓደርቲ ከባቢን ምምሕትሕብባር ወለድን መምህራንን ክብርኽ ኣመሓዳሪ እቲ ንኡስ ዞባ ኣቶ ዑስማን ዓረፋ ምስ ህዝቢ ኣብ ዘካየዶ ርክባት ኣዘኻኺሩ። ምስ ነበርቲ ዓሰርተ ሓደ ምምሕዳራት ከባቢ ኣብ ዘካየዶ ርክባት ኣቶ ዑስማን፣ መንግስቲ ቆልዑ ኣብ ግቡእ ዕድሚኦም ብቐረባ ተኻፈልቲ ኣገልግሎት ትምህርቲ ኮይኖም መጻኢኦም ከውሕሱ ኣብ ኩለን ምምሕዳራት ከባቢ ኣብያተ ትምህርቲ እኳ እንተሃነጸ ተሳታፍነት ተማሃሮ ብሓፈሻ ናይ ደቂ ኣንስትዮ ድማ ብፍላይ ኣዝዩ ትሑት ከምዘሎ ብምምልካት ምምሕዳራት ምስ ወለድን መምህራንን ተወሃሂዶም ክብ ንምባሉ ክጽዕሩ ጸዊዑ። ብዘይካ'ዚ ኣቶ ዑስማን ዓረፋ፣ ህዝቢ ምስ ህዝባዊ ሰራዊት ተወሃሂዱ ዘካይዶ ዘሎ ንጥፈታት ምዕቃብ ማይን ሓመድን ብዝለዓለ ክቕጽሎ ኣዘኻኺሩ። ተሳተፍቲ ብወገኖም፣ ኣብ ከባቢኦም ዘሎ ዋሕዲ ተሳታፍነት ኣብ መኣዲ ትምህርቲ ንምምሕያሽ ከምኡ'ውን ኣብ ዝካየዱ ዘለዉ ልምዓታዊ መደባት ኣበርክቶኦም ንምዕዛዝ ከምዝጽዕሩ ገሊጾም። ብኣርባዕተ ታሕሳስ ኣብ ግብፂ ኣብ ዝተኻየደ ናይ ፅርግያ ውድድር ደቂ ኣንስትዮ ሃገራዊት ጋንታ ደቂ ኣንስትዮ ኤርትራ ደሚቓ ወፂኣ። ፀብፃቡ ካብ ኣማኑኤል ኣልኣዛር።
ረቡዕ ኣርባዕተ ታሕሳስ ኣብ ዝተኻየደ ናይ ፅርግያ ውድድር ደቂ ኣንስትዮ ደቡብ ኣፍሪቃዊት ኣሽለጊ ሞልማን ቀዳማይ ደረጃ ብምሓዝ ሕጂ እውን ሻምፕዮን ኣፍሪቃ ኮይና ብኣርባዕተ ተቐዳደምቲ ዝተሳተፈት ሃገራዊት ጋንታ ደቂ ኣንስትዮ ኤርትራ ወሓዚት ኪዳነ ብዝሓዘቶ ሳልሳይ ደረጃ ኣብዚ መድረኽ ደሚቓ ውዒላ። ወሓዚት ኪዳነ ምስ ደቡብ ኣፍሪቃዊት ኣሽለጊ ሞልማንን ናሚብያዊት ቬራ ኣድርያንን ሃዲማ ኣብ ዘካየደቶ ቅጽበታዊ ውድድር እያ ሳልሳይ ደረጃ ብምሓዝ ንሽልማት ነሓስ መዳልያ ዝበቕዐት። ኣብ ሃገርና መወዳድርቲ ኣልቦ ኮይና ዘላ ወሓዚት ኪዳነ ካብ ውድድር ሻምፕዮን ኣፍሪቃ ዓመተ ክልተ ሽሕን ዓሰርተ ሰለስተን ሰለስተ መዳልያታት ረኺባ። ኣብ ናይ ጋንታ ናይ ግዜ ውድድር ቀዳማይ ደረጃ ብመሓዝ ወርቂ፣ ኣብ ናይ ውልቂ ናይ ግዜ ውድድር ካልኣይ ደረጃ ብመሓዝ ብሩር፣ ኣብ ናይ ጽርግያ ማለት ሮድ ሬይስ ድማ ሳልሳይ ደረጃ ብምሓዝ ነሓስ መዳልያታት ብምሕፋስ ተፈላጥነታ ካብ ሃገርና ናብ ኣህጉርና ኣዕሪጋቶ። ወሓዚት ኪዳነ ንሰለስተ ዓመታት ኣከታቲላ ሻምፕዮን ዞባ ማእከል ኣብ ርእሲ ምዃና ኣቐዲሙ ንዝተኻየደ ክልተ ውድድራት ሻምፕዮን ኤርትራ እውን ባዕላ'ያ ተዓዊታትሉ። ኣብዚ ኣብ ግብጺ ክካየድ ኣብ ዝቐነየ ሻምፕዮን ኣፍሪቃ ድማ ምስ ከም በዓል ደቡብ ኣፍሪቃዊት ኣሽለጊ ሞልማን ዘርኣያቶ ምትህልላኽ ጠመተ ክትረክብ ሓጊዝዋ ኣሎ። ኣብዚ ውድድር ካብ ሃገራዊት ጋንታ ኤርትራ ጸሃይነሽ ፍጹም ምስ ካልኣይቲ ጉጅለ ሰላሳን ሰለስተን ካልኢት ድሒራ ካብ ዘካየደቶ ቅጽበታዊ ውድድር ሓምሻይ ደረጃ ክትሕዝ እንከላ፣ ዮርሳሌም ገብሩን ሰናይት መንግስን ድማ ክልተ ደቕን ሸውዓተ ካልኢትን ድሒረን ታሽዓይን መበል ዓሰርተ ኣርባዕተን ደረጃ ሒዘን። ነዚ ውድድር ተዓዊታትሉ ዘላ ደቡብ ኣፍሪቃዊት ኣሽለጊ ሞልማን ምስ ኢጣልያዊት ፕሮፌሽናል ናይ ደቂ ኣንስትዮ ጋንታ ሎቶ ቤሊሶ እትቀዳደም ኮይና ኣብ ውድድር ዓለምለኻዊ ክልተ ሽሕን ዓሰርተ ሰለስተን መበል ዕስራን ሓሙሽተን ደረጃ ብምሓዝ

ዓሰርተ ስፖርተኛታት እዩ ረቝሒ ዘሎ። ኣብ ኩዕሶ እግሪ ካብ ዝነጥፉ ዲድየር ድሮግባ፣ ያያ ቱረን ካብ ኣይቨሪኮስት፣ ሳሙኤል ኤቶ ካብ ካሜሩን፣ ኦቦምያንግ ካብ ጋቦን፣ ኣብ ቅድድም ብሽክለታ ናትናኤል ብርሃነ ካብ ኤርትራ፣ ዳርየል ኢምፐይ ካብ ደቡብ ኣፍሪቃ፣ ኣብ ውድድር ኣትሌቲክስ ድማ ኬንያውያን ኪፕሮፕን ኢምቦን ኣለዉ። ኣንጎላዊ ተጻዋታይ ኩዕሶ ሰኪዔት ካርሎስ ሞራያስን ተጻዋታይ ታይኮንዶ ጋቦናዊ ኣንቶኒ ኦባማንግ ድማ ምስዞም ስፖርተኛታት ተረቝሒም ኣለዉ። ናትናኤል ኣብ ዙር ቱርኪ ብዘርኣዮ ብሉጽ ብቕዓትን ንክልተ ዓመታት ኣከታቲሉ ሻምፕዮን ኣፍሪቃ ብምዃኑን እዩ ምስዞም ትሽዓተ ብሉጻት ስፖርተኛታት ንውድድር ተሓጽዩ ዘሎ።